Hello ብሩኻት ኣሕዋት ከመይ ኣለኹም ኣብ ሂወትኩም ጥዕና ኣብ ስራሕኩም ኣሳልጦ ኣብ መዓልታዊ መደባትኩም ድማ ሕጉሳትን ሰባህታን ክትኮኑ ዘለኒ ምንዮት መወዳእታ የብሉን ቀጺለ ሎሚ ሒዘያ መጽኤ ዘለኹ መጽሓፍ ብዶክተር ጌሪ ቻፕማን ዝተጻሕፈት እያ ፋይፍ ላቭ ላንጎጅስ እያ ትብል ማለት እዩ እዚ ብትግርኛ ክትርጎም ከሎ ሓምሽተ ቋንቋታት ናይ ፍቕሪ ኢለ ገሊጸያ ማለት እዩ እምበኣርከስ ቅድሚ ናብታ መጽሓፈይ ምኻደይ ናብታ መጽሓፍ ቅድሚ ምኻደይ ኩሉ ነገር ጌረላ ንሰበይተይ ኣይትርድኣንን እያ እዚ ኩሉ ሰሪሐ እዚ ኩሉ ሸሊመ እዚ ኩሉ ጌረላ እዚ ኩሉ ጌረ ከለኹ ግን ሰበይተይ ኣይትርድኣንን ዝብል ሰብ ውሕዳ ኣይኮነን እምበኣርከስ ከምኡ ርድኢት እንድሕር ሊካ እዚኣ መፅሓፍ እዚኣ ንኣኻ እያ ማለት እዩ ገዚእካ ተጠቀመላ ማለት እዩ እምበኣርከስ እንታይ ይብል እቲ ጸሓፋይ? ናብቲ ጸሓፋይ ክንኣቱ፣ ሓደ እንግሊዥ ዝዛረብ ሰብ ናብ ሓደ ናብ ቻይና ከይዱ ነቲ ቻይናዊ ሰብ ብእንግሊሽ ዝዛረቦ እሞ ስለምንታይ ኣይተረድኣንን ይብሎ ማለት እዩ። ስለምንታይ እዚ ቻይናዊ እንታይ ኮይኑ ዘይተረድኦ እቲ ኣነ ዝብሎ ዝጸናሕኩ ይብል ማለት እዩ። ስለዚ ንሕና ምስ ሰበይትና በበይኑ ቋንቋታት ኣለና ማለት እዩ። ስለዚ ናይ ሰበይትኻ ቋንቋ ክትፈልጥ ክትክእል ኣለካ። እሱ ድማ ሓምሽተ ቋንቋታት ናይ ፍቕሪ ከም ዘለዋ እዚ ገሊጽዎን ኣሎ ማለት እዩ እዚ ዶክተር ጌሪ ማለት እዩ። እተን ሓምሽተ ቋንቋታት ድማ መጀመርታ ወርድስ ኦፍ ኣፊርሜሽን ማለት እዩ ኣድናቖት ምግላጽ ማለት እዩ። ኣድናቖት ብኣፍካ ጌርካ ብጣዕሚ የፍቅረኪ እየ ወይ ከዓ ብጣዕሚ ንስኺ ምህላውኪ ብጎነይሲ ህይወተይ ቀሊል ጌርክዮ ወይ ገለ ክትብላ ማለት እዩ። ንሰብኣይ እንተኾይኑ ውን ኣፕሪሼት ክትገብር ማለት እዩ ንስኻ ሰሪሕካ ስለ ዝመጻእካ ነዛ ገዛና ኣማሚቑና ማለት እዩ እቲ መግቢ ዕለትና ረኺብና ጽላል ጌርካልና ክትብሎ ከላ ንሰብኣይ ብጣዕሚ እዩ ደስ ዝብሎ ማለት እዩ ስለዚ እቲ ቋንቋኻ ምፍላጥ ማለት እዩ ከምኡ ደስ ዝብሎ ሰብ ኣሎ ከምኡ ከዓ ኬር ዘይግድሶ ውን ሰብ ኣሎ ማለት እዩ ቀዳመይቲ ወርድስ ኦፍ ኣፊርሜሽን ንጓል ክኸውን ይኽእል እዩ፣ ንወዲ ክኸውን ይኽእል እዩ። ቋንቁኡ እሱ እንተኾይኑ እቲ ሰብ ብኡ ክትጥቀመሉ ክትክእል ኣለካ። ካልኣይ ኳሊቲ ታይም ግዜ ወርቃዊ ግዜ ክንሕልፍ ኣለና ማለት እዩ። ሕጂ ግዜ ንሕልፍ ኣለና ኣብ ሓደ ንብል ማለት እዩ። ኣብ ሓሓደ ግዜ ኣብ ተለቪዥን ኮፍ ኢልካ ክልተ ኢኻ ምስ ዋእ ምስ ሰበይተይ ጽቡቕ ግዜ ኣሕሊፍና ኣብ ተለቪዥን እናረኣና። ተለቪዥን እንድሕር ትርኢ ኣሊኻ ንስኻን ንሳን ብምሉእ የለኹምን ማለት እዩ። ኣንዲቫይድድ እዩ Undivided Focus ማለት እዩ። ብሓጺሩ ከይ ከይተመቕለ ኩሉ ነገር ብምሉእ ልብኻ ብምሉእ ሕልናኻ ብሓደ ክትከውን ከለኻ ክትዘራረብ ከለኻ ማለት እዩ እዚ ንፍቕርኻ እንታይ ገብሮ ቦንድ ይገብር ማለት እዩ ስለዚ ዓይና እናጠመትካ ድዩ ዓይንኻ እናጠመተት ድዩ ክትዕልል ክትክእል ኣለካ ማለት እዩ እዚ ሕጂ ኳሊቲ ታይም ይበሃል ናይ ግድን ኣይኮነን ሰዓታት ክትፅበ ሓሙሽተ ደቂ ክኸውን ይኽእል ዓሰርተ ደቂ ክኸውን ይኽእል እዩ ግን ብሓደ ግዜ ኳሊቲ ክትጥቀም ኣለካ ሕጂ ዝበዝሐ ግዜ ንሕና ምስ ሰበይትና እናተዛረብና ቴክስት በዚ ከዓ ንገብር ማለት እዩ ስለዚ እዚ ዲቫይድ ጌርናዮ ኣለና ማለት እዩ። ውሽጥና ብምልኡ ምስኣ የለን ማለት እዩ። ስለዚ ኣብ ከምዚ ኩነታት እዚ ክንጥንቀቕ ኣለና። እዚ ናይ ኳሊቲ ታይም ክስታይ ማለት እዩ። ህያብ ምልዋጥ ሳልሰይቲ ህያብ ምልዋጥ ብሓፂሩ ንሕና ብዙሕ ግዜ ኣይዓበናሉን። ህያብ ንሰበይትኻ ምሃብ ገለ ብዙሕ ኣይ ዕምበባ ሒዝካላ ምምፃእ ብዙሕ ኣይዓበናዮም ማለት እዩ። ግን ፅቡቅ እዩ። እታ ሰበይትኻ ቋንቋ ንሱ ክኸውን ይኽእል እዩ። ህያብ ትፈቱ ትኸውን ትኽእል እያ ወይ እውን እቲ ሰብኣይ እውን ህያብ እኮ ትኸውን እኮ እዩ ስለዚ እቲ ቋንቋኻ ፈሊጥካ ነቲ ሰብ ትገብረሉ ማለት እዩ ናይ ግድን ኣይኮነን ህያብ ዓብ ነገራት ክትገብር ማርቸድስ ክትገዝኣላ ወይ ዳይመንድ ክትገዝኣላ ማለት ኣይኮነን ቆፅሊ ሒዝካ መፂካ ፍላወር ሒዝካ መፂካ እንኪ ክመፅእ ከለኹ ካብ ስራሕ ብዛዕባ ክሓስብ ፀኒሐ ኢልካ ክትባ ከለኻ ማለት እዩ እዚ ፀሓፋይ እንታይ ይብል ካብ ኣፍ ደገ ገዛኻ ውፅእ ኢልካ ቆፅሊ ቁርፅ ኣቢልካ እዚ ንኣኺ ብዛዕባ ክሓስብ ስለ ፀናሕኩ እዚ ኢልካ ትህባ እዩ ናይ ገዛኻ ኣፍ ደጊኻ ፍላወር እንተደይልዩኻ ናይ ጎረቤትካ ቀንጢሽካ ትወስድ እሞ ትህብ ኣይብል ማለት እዩ ስለዚ እንታይ እዩ ኣብዚ ከምዚ ግዜ እዚ ዝበዝሑ ኢትዮጵያውያን ብጣዕሚ ንፋዓት እዮም ኢትዮጵያውያን ኣሕዋትና ማለት እዩ ብምንታይ እንተ ኢልኩምኒ እዚ ዕምበባ ክገዝኡ ንሶም ኢኻ ትርኢ ኣብ ስቶራት ወይ ኣብ ገለ ትርኢ ማለት እዩ ዝበዝሐ ግዜ ማለት እዩ ኣብ ህያብ ምሃብ ማለት እዩ ንሕና እውን ኣይንህብኒና ማለት ኣይኮነን ግን ከምቲ ክሳይ ኣይኮነን ዝተጋነነ ኣይኮነን ከምቲ ዝግብኦ ማለት እዩ ስለዚ ህያብ ምልዋጥ ኣገዳሲ ምዃኑ ማለት እዩ ራብዓይቲ ኣክት ኦፍ ሰርቪስ እዩ ትብል ኣክት ኦፍ ሰርቪስ ከዓ ምትሕግጋዝ ማለት እዩ ትሕግዛ ማለት እዩ ንሰበይትካ ትሕግዛ ወይ ንሰብኣይኪ ትሕግዝዮ ማለት እዩ ሕጂ ኣብዚኣ እዚኣ ራብዓይቲ ነጥቢ ብጣዕሚ ንኣይ እውን ሃስያትን ነይራ ማለት እዩ ብምንታይ ሃስያትን እንተልኩም ሰበይቲ ኣቑሑት ክትሓፅብ መግቢ ክትገብር ክዳውንትኻ ክትሓፅብ ገዛ ክትውልውል ኮታስ ኩሉ ናይ ገዛ ነገር ንሳ ክትሰርሕ ምዃና ብኸምኡ የድርድኦ ነይሩ እዚ ግን ጌጋ እዩ ማለት እዩ እንድሕር ከምኡ ኮይኑ ሰበይቲ ኮንካ እንተምፅእ ዘለካ እሷ እንታይ ደኣ ግዝእቲ ኢኻ ተምፅእ ዘለካ ስለዚ እቲ ባህልና ንባዕሉ እንታይ ይብል ሓደ ሰብ ንሰበይቱ ክሕግዛ ኣብ ክሽነ እንድሕር ኣትዩ ይህታ እዚ ምሽሙሽ እንታይ ኮይኑ እዩ እዚ ገለ መሬታት ገለ ኢኻ ትብል ካበይ ጀሚርካ ማለት እዩ ሕጂ እንታይ እዩ ቁርብ እንተሓሲብናሉ ብጣዕሚ ክሳየ ማለት እዩ ሸምፉል ማለት እዩ ብዛዕባናስ ብጣዕሚ ድሕዝን ማለት እዩ ንሰበይትኻ ክትሕግዛስ ኣለካ እዩ ሕጂ እንታይ እዩ ልክዕ ከምቲ ንስኻ ሓብትኻ ኣላትካ ነታ ሓብትኻ ከምቲ ኣነ ዝሓስቦ ዘለኹ ሰብኣይ ከምኡ እንተረኺባ ፅቡቅ ስምዓካ ፅቡቅ ኣይስምዓካ እዩ ስለዚ ልክዕ ከምኡ ክንጥንቀቕ ኣለና። ኣብዚ ከኣ ክንበስል ክንዓቢ ክንክእል ኣለና ማለት እዩ። ካልኣይ ንጎን ምሸት እንተሰሪሓ ጥዋዕዋዕ እንተኢላ ንሳ እንትተሃስያ እቶም ክትወልዶም ወይ ከዓ ፍቅሪ ደ ብትክክል ጥዕና ዘለዋ ኣደ ሒዞም ክዓብዩ ዝግብኦም ደቅኻ እንታይ ጌርካ እዮም ኣለኻ ማለት ሕማቕ ኣደ ወይ ከዓ ዝሓመመት ኣደ ወፊኻሎም ኣለኻ ማለት እዩ ስለዚ ከይሓመመት ከላ ከይደኸመት ከላ ከይፀመመት ከላ ክትሕግዛ ክትገል ኣለካ ማለት እዩ እዚ ምሕጋዝ ብጣዕሚ ኣገዳሲት እያ ንኣይ ብጣዕሚ እያ ሃስያትኒ ብጣዕሚ እያ ምክንያቱ እቲ ተዓባብያና ብጣዕሚ ሃሲና ማለት እዩ ስለዚ ነዚ ነገር እዚ ክሰግሮ ኣሽሓት ኪሎ ሜተራት የኸደ ብዝኾነ እዚኣ ክንገብራ ክንክእል ኣለና ክንሕግዛ ክንክእል ኣለና ብሂወት ከላ ብጥዕና ክትነብር እንተኮይና ሕጂ ክንሕግዛ ክንክእል ኣለና ነታ መጻምድትና ማለት እዩ ንሱ እውን ናታ ቋንቋ ክኸውን ይኽእል እዩ ናታ ቋንቋ ድርዳኣ ከምኡ እንተጌርካ ፍቕሪ ዝስምዓ ክትከውን ትኽእል እያ ስለዚ ናታ ቋንቋ ከይከውን ተጠንቂቕካ ምግባራ ማለት እዩ ሓምሸይቲ ኣካላዊ ምትንኻፍ እዚ ስጋዊ ርክብ ኣይኮንኩን ዝብል ዘለኹነ ሓፈሻዊ ተተሓቋቂፍካ ኮፍ ምባል ኢድ ንኢድ ተተሓሒዝካ ምኻድ ብሓፂሩ ምትንኻፍ ኣብ ርእስኻ ምትንኻፍ ብሕቆኻ ምድርራዝ ወይ እውን ኣብ ቅልፅምካ ከምዚ ምትሕሓዝ እዚ ክኸውን ይኽእል እዩ መሓዝ ናቱ ትርጉም ኣለዎ ብጣዕሚ ፅቡቅ እዩ ከዓ ማለት እዩ ሕጂ ከም ውፅኢቱ እዩ ድማ እዚ ፊዚካል ታች እንታይ ቆልዓ ውልድ ምስ በለ ኣብ ኣዲኡ ቀልጢፎም ናብ ሕቑፊ ዲኡ ክሳይ ከትሕዝዎ ክሕቁፍዎ ኣለዎም ከም ሕጊ እዩ ዳርጋ ወፂኡ ማለት እዩ ሕጂ እንታይ እዩ ውልድ ምስ በለ ሙቐት ናይ ኣዲኡ ገለ እንድሕር ረኺቡ ቱቦንት ኮኔክሽን ናይ ፍቅሪ ብጣዕሚ ይተርር ማለት እዩ ከም ውጽኢቱ ከምኡ ኮይኑ ማለት እዩ ሕጂ እንታይ ይብሉ ኣለዉ መጽናዕቲ ዝገብርዎ ዘለዉ ብሓጺሩ ቆልዓ ውልድ ምስ በለ እንድሕር ዘይተሓቂፉ ኣቢዩስ ከም ዝኾነ ብሓጺሩ ከም ተነጸለ ከም ተክሳይ ዝኾነ ኣብ ናቱ ስምዒታት ኣብ ናቱ ርድኢታት እናባላሸዎ እናጎዶ ይኸይድ ብሓጺሩ ማለት እዩ ቀጻሊ ማለት እዩ ኣብ ህይወቱ ስለዚ ብዛዕባ እዚ መጽናዕቲ ይገብሩ ኣለዉ ማለት እዩ ስለዚ ምትንኻፍ ብጣዕሚ ኣገዳሲ እዩ ምትንኻፍ ጽቡቅ እዩ ሕጂ ፊዚካል ታች ዝኾነ ክስታይ ክኸውን ይኽእል እዩ ፍቕሪ ናይቲ ሰብ ማለት እዩ ቋንቋ ናይቲ ሰብ ስለዚ ምትንኻፍ ተኮይኑ ክትተናኸፍ ክትክእል ኣለካ ማለት እዩ ከምኡ ውን እንታይ ይብል እዚ ፀሓፋይ ላቭ ታንክስ ናይ ፍቕሪ ፊስቶ ናይ ፍቕሪ ፊስቶ ዕትሮ ኢለያ ነይረ ዝሓለፈ ግን ናይ ፍቕሪ ፊስቶ ማለት እዩ እንታይ እዩ ብዛዕባ ንፍቅሪ ዝሕግዙካ ነገራት ብዙሕ ነገራት ክትገብር ኣለካ ማለት እዩ እዚን ካብዚን ዝበልናየን ንኣብነት ክኾና ክእለ እየን ንኩሉ ንፍቅሪ ዝዕቢ ነገራት ብዙሕ ነገራት እንድሕሪ ኢልካ ሕጂ ፅባሕ ንጎ እቲ ጋዝ ናይታ ሰበይትኻ ወይ መካየትኻ ንነዊሕ እዋን ይወስደኩም ማለት እዩ ዳስ ዋይ ቃል ኪዳናት ብዘይከውን ዝስበር ዘሎ እቲ ናይ ፍቅሪ ዕትሮ ወይ ፊስቶ ይፅንቀቕ ስለ ዘሎ እዩ ይውዳእ ስለ ዘሎ እዩ ካልእ ብሕማቅ ብሕማቅ ስለ ንዘራረብ ዘለና ኢና ማለት እዩ ስለዚ ጽቡቅ ነገራት እንድሕር ኣኪብካሉ ልክዕ ከምቲ ጋዝ ምስ መላእካያ ማኪና ነዊሕ እዋን ትወስደካ ልክዕ ከምኡ ውን ናይ ፍቅሪ ውን እንድሕር ነዊሕ እዋን ክወስደካ ኮይኑ ትክክለኛ ምግብና ክትህቦ ኣለካ እቲ ትክክለኛ ጋዝ ውን ክትመልኦ ክትክእል ኣለካ ነቲ ፍቅሪ ዝብል ማለት እዩ እህም ቅድሚ ምውዳእና እንታይ ኢሉ ንኻልእ ሰብ ቀዳማይ ነገር ኢምፖርታንት ፊል ኢምፖርታንት ክትገብሮ ኣለካ ነቲ ሰብ ዝብሓጺሩ ኣገዳሲ ምዃኑ ንሱ ምህላው ኣገዳሲ ምዃኑ ክተረድኦ ክትክእል ኣለካ ወይ ከኣ ክትገብር ኣለካ ማለት እዩ ኣብዚ እንታይ ይብል ኣብ መወዳእታ ፍቕሪ ውሳኔ እዩ ፍቅሪ ውሳኔ እዩ ችውስን ምስ ሰብ ክነብር እየ ኢልካ ምስቲ ምስታ ካልኣይትካ ክነብር እየ እንድሕር ኢልካ ክነብር እየ ምክንያት ክትገብረሉ የብልካን ጽቡቅ ጨጉሪ ስለ ዘለኪ እየ ዝፈትወኪ ክትብል ሪዝን እንድሕር ገይሩ ሰብ ተጋጊሎ ማለት እዩ ብከምኡ እዩ ዝርድኦ ኣነ ብከምኡ እየ ዝርድኦ ነይረ ምኽንያት ክህልዎ የብሉን ንፍቕሪ ምኽንያት እንተሂብካዮ እቲ ምኽንያት ኣብ ትሕቲ ኮንድሽን እዩ ማለት እዩ ጽብቕቲ ጨጉሪ ጽቡቕ ጨጉሪ እዩ ዘለኪ ገለ እንድሕር ኢልካ ብኸምኡ ተፍቅራ እንድሕር ሊኻ እቲ ጨጉራ እንድሕር ከይዱ እንታይ ክትገብራ ኢኻ ገድፋ ካልኣይ እንታይ ኣብነት ኣምጺኡ ንሱ ኣትለት ንኣብነት ስፖርተኛ ሰብ ዎዎዎ ስፖርቲ ክትጻወት ከለካ ብጣዕሚ እየ ዝፈትወካ ትብሎ ንገዛ ክኸይድ ከሎ ናይ ምሸት ቃል ኪዳን ገይሮም ንገዛ ክኣትው ከለዉ እንድሕሪ ሓደጋ ኣጋጢምዎ ቅርጹ እንድሕሪ ተበላሽዩ ወይ ከዓ እንድሕሪ ኣብ ዊልቸር ኮፍ ኢሉ ከ እንታይ ክትገድፎ ስለዚ ምኽንያት ክህልዎ የብሉን ፍቕሪ ምንባር ምውሳን እዩ ምቅያራት ከም ዘሎ ኣብ ሂወት ይፍሉጥ እዩ ማለት እዩ ጽቡቅ ቅርጺ ስለ ዘለካ ቅርጻ እንድሕር ተበላሽዮ ክትገድፋ ስለዚ ፍቕሪ ብርግጽ ውሳኔ ክህልዎ ኣለዎ ማለት እዩ ወሲንካ ትኣትዎ ብከምኡ ከዓ እትነብር ማለት እዩ ብደይ ምክንያት ክኾን ኣለዎ ፍቕሪ ምክንያት እንተምፂእካሉ ከምዚ እንተኮይንካ ወይ ከምዚ እንተኮይኑ እንድሕር ኢልካዮ ንሱ እንተዘይኮይኑ ከክተርፍ ማለት እዩ ስለዚ እዚኣ ጽቡቅ ጌርኩም ክትርድእዋ ተስፋ እገብር ኣብ መወዳእታ ቋንቋ ናይ ሰበይተይ ወይ ብኸመይ ክርድኦ ክእል ወይ ናይ ሰብኣየ ከመይ ገይረ ክርድኦ እንድሕሪ ትብሊ ኮንኪ ወይ ትብል እንተሊኻ ምሕታት እዩ መኣስ እዩ ከም ዘፍቀርኩኻ ድስምዓካ እንታይ ክገብር ከለኹ እዩ ከም ዘፍቀርኩኺ ዝስምዓኪ? ክንብላ ክንክእል ኣለና። ምስ ፈለጥናኸ እንታይ ክንገብር ኣለና? ክንነብር ኣለና ኣብኡ ማለት እዩ። ብኡ እንተነይርና ሓዳርና ሸጥ ክብል እዩ፣ ፍቕርና እውን ፅቡቕ ክተሓሓዝ እዩ ማለት እዩ። እዛ መፅሓፍ እዚኣ ብቆለውዕ ንቆለውዕ እውን ተፃሒፋ ኣላ። እዚ ፍቕሪ እዚ ንቆለውዕ እውን ልክዕ ከምኡ እዩ ማለት እዩ። ገለ ጽቡቅ ነገር ክሰርሕ ከሎ ወድኻ ብጣዕሚ ጽቡቅ ጌርካ ኢልካ ክትዛረቦ ክትክእል ኣለካ ኣም ፕራውድ ዳድ ክትብል ኣለካ ዝተሓበንኩ ኣቦየ ብሰንክኻ ትብሎ ንውላድካ ማለት እዩ ወርቃዊ ግዜ ከዓ ትሕልፍ ብትክክል ማለት ኣብዚ ዓለም እዚ ንነውሕ ኣይኮና ንነብር ነቲ ዘለና ግዜ ብትኽክል ብምሉእ ሕልናና ብምሉእ ኣተሓሳስባና ምስኦም ክንህሉ ኣለና። ህያብ ክንህቦም ንኽእል ኢና ንደቅና ማለት እዩ። ህያብ ክንገብር ንኽእል ኢና። ኣገልግሎት ምሕጋዝ ማለት እዩ። ንደቅና እንድሕር ንኣብነት ኮበርታ ክንጽፉ እንድሕር ኮይኖም ነቲ ዘንጽፍዎ ዘለዉ ምሕጋዞም የድሊ እዩ። እንደገና ኣካላዊ ምትንኻፍ ማለት እዩ። ደቅኻ ሒዝካዮም ክትከይድ ከለኻ ሓቛቒፍካዮም ንግሆ ተሲእካ ክትሓቆፎም ከለኻ እቲ ቦንድ ናትካ ኮኔክሽን ምስ ደቅኻ ጽቡቕ ክስታይ ይህልዎ ማለት እዩ። ስለዚ እዚኣ ትመስል እታ መጽሓፍ ብናተይ ዓቕሚ ዝኾነ ርእይቶ ሕቶ ወይ እውን ዝያዳ ክግለጽ ነይርዎ ትብሉ እንተሊኹም ጸሓፉለይ ኣብ ታሕቲ ስለምትብባዕኩም እናመስገንኩ ሳብስክራይብ ምግባር ኣይትሕመቑ ላይክ ካልእ እውን ዝኾነ ነገር እዛ መጽሓፍ እዚኣ እንተ ተንብበልና ትብልዎ እንተሊኹም ውን ስለሉለይ ምንባብ ይበልዖ እየ ንመጽሓፍ ብጣዕሚ እየ ደስ ዝብለኒ ኣዕርኽተይሲ ኣብ መጽሓፍቲ እዮም ኮይኖም ዘለዉ ሓራይ ብሩኽ መዓልቲ